ምዕራፍ ሓደ ጀሚሩ እንታይ ኢሉ መንፈስ እግዚኣብሄር ድማ ኣብ ልዕሊ ማያት ይዝንቢ ነበረ እዩ ዝብለና ሓቀ ኣብ ክልተ ቦታ ጥራሕ እየን ኣብ ብሉይ ኪዳን መንፈስ ቅዱስ መንፈስ ቅዱስ ተባሂሉ ተፀዊዑ ዘሎ መንፈስ ኣምላኽ መንፈስ እንዳበለ ወይ ከዓ እቲ ሩዋኽ ዝብል ቃል ናይ እብራይስጢ እዩ ተጠቂሙ ዘሎ ኣብ ብዙሕ ቦታ ኣብ ኩሉ ግን እቲ ዝፈጥር፣ እቲ ዚዓዪ፣ እቲ ዚገብር፣ እቲ ኻብ ዘይምንባር ናብ ምንባር ዘምጽእ ናይ ኣምላኽ መንፈስ፣ ወይ ድማ እቲ ሓይሊ ዚህብ ናይ ኣምላኽ መንፈስ፣ ወይ ድማ እቲ ብኣና ኣቢሉ ዚዛረብ ናይ ኣምላኽ መንፈስ ኮይኑ እዩ ኣብ ብሉይ ኪዳን ተገሊጹ ዘሎ። ብሉይ ኪዳን እግዚኣብሄር ኣብ ዘጸኣት እንታይ ኢሉ ኣሎ ትዝክርዎ ዲኹም? ኣነ ኣብ ማእከልኩም ክኸውን እየ ኢልዎም። እሺ ሓቂ ኣብ ድንኳንኩም ክኾን ኣብ ማእከል ህዝቡ ክኸውን እዩ። ሕጂ እግዚኣብሄር ወይ ከኣ ናይ እግዚኣብሄር መንፈስ ኣብቲ ድንኳን ምርኻብ ነይሩ። ኣከ እታ ኣብ ማእከልኩም ትብል to dwell amongst you እቲ ህዝቢ ብምሉኡ ኣብ መንጎ እስራኤል ህላውነት ናይ ኣምላኽ መንፈስ ቅዱስ ኣብ ማእከሎም ኣሎ። ሓቀይ እዚ ህላውነት እዚ ግና እንዳ መጸ ምስ ከደ ህዝቅኤል እንታይ ኢሉ ተዛሪቡ ኣክቹዋሊ ፍቲ ደሓር እንታይ ክገብር ኢሉ ኣብ ውሽጥኹም ክኾነ ኣብ ልብኹም ክኾነ ኢሉ እዛ ተስፋ እዚኣ ደሓር ኣብ ሓድሽ ኪዳን እያ ትፍጸም። ቀጺሉ ልክዕ መቐጸልታ ናቱ እዛ የሱስ ክርስቶስ ናብዚ ምድሪ ምስ መጸ ኣማኑኤል ትብል ቃል እንታይ ማለት እዩ ኣማኑኤል? ኣምላኽ ምሳና። ሕጂ ርእይዋ እታ ምሳና እንታይ እያ ተስምዕ? ስቲል መንጎና እያ ተስምዕ ኣሞንግስ ኣስ እያ ትምሽ ሓቂ ኣምላኽ ምሳና እዩ። እግዚኣብሄርሲ ርእሱ እቲ ስጋ ለቢሱ እቲ እቲ ኩሉ ከኣል እግዚኣብሄር እቲ ኦምኒፖተንት ኣምላኽሲ ተደሪቱ ኣብ ስጋ ምስ ኮነስ ኣብ ማእከልና ኮይኑ ኣብ መንጎና ኮይኑ ኢሉ so God is with us ወይ ከኣ ኣማኑኤል ኢሉ ኣምላኽ ምሳና ኢሉ የሱስ ክርስቶስ ድማ ኮይኑ ሓቂ እታ ናይ መወዳእታ ፉልፊልመንት ወይ ድማ እታ ፍጻመ እታ ናይ መጨረሻ ግና ኣብ ምንታይ ትመጽእ ኣብ ሓድሽ ኪዳን የሱስ ክርስቶስ ኣብ ግብራ ኣብ ዮሃንስ ወንጌል 14 ዝበለ ኣነ ክኸይደ ኢሉ እሱ ክመጽእ እዩ እዚኣ ግን ኣብታ መወዳእታ ግን እዚኣ ሕጂ ኣብ ማእኸልኩም ደይኮነ ዝኾኑ መንፈስ ቅዱስ እንታይ ኢሉ ኣብ ልብኹም ሰሚዕኹምኒ ርኢኹሞ ኣለኹም እቲ ህላውነት ናይ እግዚኣብሄር ኣብ ብሉይ ኪዳን ነገስታት ክቕብኡ ነቢያት ንክዛረቡ ሓቀ መሳፍንቲ እግዚኣብሄር መንፈስ ቅዱስ ይመፅእ እሞ ኣብ ልዕሊኦም ቴምፖራሪ ንህዝቡ ገለ ነገር ክገብር ምስ ደለየ ዝመፅእ ሓቀ ኣብ ኩሉ ኣሎ ድዩ ኣብ ብሉይ ኪዳን ኣይነንብብን ኢና ኣሎ ድዩ ብኩሉ ኣይነንብብን ኢና መንፈስ ቅዱስ ኣብ ሓድሽ ኪዳን ተፈጺሙ ዘሎ ፍጻሜ እዚ እዚ ንሪኦ ሓሳብ ግና ኣብ ነብ ነፍሲ ወከፍ ሰብሲ ኣምላኽ ኣሎ ኢና ንብል ዘለና። እዚ ሕጂ እንድሕር ዘይተረዳኣና ኣካይዳና ኣነባብራና ኣሰማምዓና ልክዕ ከም ከምኡ ከም ዘይተረዳኣና ኢና ንነብር። ነዚ ኢና መመሊስና ሕጂ ነዚ ምምሃሩ ወይ ከኣ ምርኣዩ ኣድሊና ዘሎ። ሕራይ ዶ? ሕራይ ኣምላኽ መስገን። ሎማዓንቲ እታ ኣብ ግብረ ሃዋርያት ምዕራፍ ሓደ ሸሞንተ ዘላ እስኪ ንርኣያ እሞ ቅድሚ ሃዋርያ ጳውሎስ ወይ ከዓ ናይ ጳውሎስ ምህሮ ወይ ከዓ ዶክትሪን ፓውሊን ዶክትሪን ኢን ሆሊ ስፒሪት ወይ ከዓ Hematology According to Paul's Doctrine ቅድሚ ምርኣይና ልምምድ ናይ መንፈስ ቅዱስ ኣብ ግብረ ኣብ ሃዋርያ ጳውሎስ እንትንክፍ ኢና ሕራይ ትምህርቲ ስለ ዝኾነ መጽሓፍ ቅዱስኩም ዲኹም ሞባይልኩም ዲኹም ኣውጽዎ ሕራይ ኦኬ ገና ክጅምር እንከሎ ምዕራፍ ሓደ ሉቃስ እንታይ ኢሉ እዩ ጽሒፉ ኢየሱስ ከምዚ ኢልዎም ኣብ ፍቕሪ ሸሞንተ መንፈስ ቅዱስ ናባኻትኩም ምስ ዝወርድ ግና ሓይሊ ክትቅበሉ ኢኹም። ኣብ የሩሳሌም፣ ኣብ ኩላ ይሁዳ፣ ኣብ ሰማርያ ክሳዕ ወሰን ምድሪ ኸኣ መሰኻኽረይ ክትኮኑ ኢኹም። ሕጂ መንፈስ ቅዱስ መንፈስ ቅዱስ በሉ ምሳይ ኣባኻትኩም ክወርድ እታ ምውራድ ትብል ዘላ ርኢኹም ኣለኹም ሕጂ ንእሽተይ ዶክትሪን ክዛረበ ንእግረ መንገድና እቲ ናይ ትምህርቲ ግዜ ከዓ ስለ ዝኾነ ፊቲንግ እዩ ስምዑኒ እዚ ናይ መንፈስ ቅዱስ ህላውነት ኣብ ልብና ወይ ከኣ መንፈስ ቅዱስ ምውራድ ኣብ ልብና ኣብ ኣብዚ ኣብዚ ቴዎሎጂ ናይ ክርስትና በበይኖም ቤተ እምነታት በበይኑ ትርጉም እዮም ዝህብዎ። ንኣብነት ኣብ ናይ ኣብቲ ትራዲሽናሊ ናይ ኦርቶዶክስ ወይ ከኣ ናይ ካቶሊኽ መንፈስ ቅዱስ ኣባና ዝኸውንሲ ኣብታ ንጥመቐላ ግዜ እዮም ዝብሉ ሓቀይ? ከምኡ ዝብል ምህሮ እዩ ህጻን ከሎ እንተ ተጠሚቑ ሽዑ መንፈስ ቅዱስ ኣሎ ወይ ከኣ እታ እታ ንዓኣ ምስኣ ዘላግብዋ በቃ ሽዑ'ዩ ዝድሕን ዘሎ ወይ ከኣ ሽዑ'ዩ ክርስትያን ዝኸውን ዘሎ ስለ ዝብሉ። መብዛሕትኦም ወንጌላውያን ኣብያተ ክርስትያናት ወይ ድማ ባፕቲስት ይባሉ ኢቫንጀሊካል ኢቫንጀሊካል ዶ ፕሮቴስታንትስ ከኣ እንታይ እዮም ዝብሉ እቲ መንፈስ ቅዱስ እቲ ማሕተም ንብሎ ወይ ከኣ እቲ ምስክርነት ዝብሎ ሓደ ሰብ ንየሱስ ክርስቶስ ምስ ተቐበለ ሽዑ መንፈስ ቅዱስ ኣለዎ እዩ ዝብሉ ሓር ግን ናይ ፔንተኮስታል ምርዳእ ድማ እንታይ እዩ? እወ፣ ብርግጽ እቲ ማሕተም ወይ ከኣ እቲ ምስክር መንፈስ ቅዱስ ሓቂ እዩ። ሰብ ንየሱስ ክርስቶስ ምስ ተቐበለ ዘለዎ ምስክር ናይ ወይ ከኣ እቲ ዕርቡን መንፈስ ቅዱስ ዝበሃል ኣሎ። ንየሱስ ክድሕን ከሎ እቲ እምነቱ ንክድሕን ዝገብሮ እቲ ሪጀነሬቲንግ እቲ ንምድሓኑ ምክንያት ዝኸውን ዘሎ መንፈስ ቅዱስ እዩ ኣብ ውሽጡ። ሳልሰይቲ ግን ኣላ። ደቀ መዛሙርቱ ብዛዕባ ምድሓኖም ኣይኰነን ዝዛረቦም ዘሎ፣ ብዛዕባ እቲ ክገብርዎ ዘለዎም ሚሽን ክዛረቦም ከሎ ግን ጽንሑ ኢልዎም፣ ታሊ ኢልዎም፣ ሓቀይ ጽንሑ ኢልዎም። So there is one day ኣላ። ነዚኣ ከኣ ንዓኣ ትገልጽ ከኣኒ ባዕሉ ጐይታ የሱስ ክርስቶስ ኣብ ምዕራፍ ዓሰርተ ኣርባዕተ እንታይ ኢልዎም ኣሎ? ኣነ ክኸይድ እየ፣ ኣነ ምስ ከድኩ ነቦ ክልምኖ እየ፣ እንታይ ክህበኩም እዩ? ካልእ ኣሎስ፣ ሓቀይ ልክዕ ከማይ፣ ኣምላኽ ክህበኩም እዩ ክመጽእ እዩ ኢልዎም ሕጂ እታ ንሳ ትኾነላ ዘላ ፍጻሚ እንታይ እያ እዛ ሕጂ ኣብ ግብረ ሃዋርያት ኣብ ግብረ ሃዋርያት ምዕራፍ ሓደ ዝብላ ዘሎ ጎይታ የሱስ ክርስቶስ ጽንሑ ሕጂ ጽንሑ እንታይ እዩ ዘመልክት ምጽባይ ሓቂ ትጽበያ ኢኻ ቶኒ ድያ ሶሉስ ድያ ትጽበያ ኢኻ ስለዚ ኣላ መዓልቲ ሓንቲ መዓልቲ ማለት እዚኣ ሕጂ ንሳቶም ኦኬ ኮይኑ ኣሎ እሞኒ ከከም ምቕባልኩም ካብ ሕጂ ትሒዝኩም መንፈስ ቅዱስ ከም ተቐበልኩም ኮይንኩም ተተሰሚዕኩም ሲ ክትኾነልኩም ኣይኮነትን ሓቀ ሓንቲ መዓልቲ ላ ትመጽእ ኣላ ሕጂ መብዛሕትኦም እቲ እዚ ናይ እዚ ካሪዝማቲክ ሙቭመንት ቤተክርስትያን ዝተወለደትላ መዓልቲ ሽዓ ከም ዝኾነ እዮም ዝዛረቡ ሓቀ መብዛሕትና ንሰማማዕ እቲ ያ that is the birth of the church እንታይ ኢሎም ኣሎ ጽንሑ ከይትወጹ ክትምስክርልኩም እውን ከይትፈትኑ ክተገልግልልኩም እውን ከይትፍትኑ ገለ ከይትገብሩ ኮፈሉ ፅንሑ ታሊያ ትብል ሳ ሕጂ እዛ ምፅናሕ ተድልያ ዘላ ንምንታይ እያ ክመፅእ እዩ እቲ ተስፋ ናይ ኣቦ መን መንፈስ ቅዱስ እንታይ ክገብር ክወርድ የሱስ ክርስቶስ ምሹ ወሪዱ እዩ መፅኡ እቲ ባህሪኡ ተቐይሩ መዓስ ኣብ ማህፀን ብመንፈስ ቅዱስ ምስ ተጠንሰ ሓቀ ልክዕ ከምኡ ከኣ መንፈስ ቅዱስ ዝወርደሉ ግዜ ነይሩ እንዲ ብሉይ ኪዳን እወ ነይሩ ኣብ ብሉይ ኪዳን ግና እቲ ማኒፌስቴሽን ናይ መንፈስ ቅዱስ ዝነበረ ዋስ ቨሪ ፓርቲኩላር ን ቨሪ ሊሚትድ ድሩት እዩ ነይሩ ድሩትነት ይረኣየኩም ሓቂ ኣብ ነቢያት ይወርድ ኣብ ነገስታት ይወርድ ኣብ መሳፍንቲ ይወርድ ፓርቲኩላርሊ ንጥቕሚ እዩ ዝመፅእ ነይሩ ሓቂ ኣይነበረን ኣብ ምድሪ ሕጂ ግና ተስፋ ኣምላኽ ወይ ከዓ ተስፋ ናይ ኣቦ ክፍጸም ግና እቲ እግዚኣብሄር ኢልዎ ዝነበረ ንክፍጸም ግና እንታይ ኢሉ መንፈስ ቅዱስ ክወርድ እዩ እታ መዓልቲ እቲኣ ከዓ መንፈስ ቅዱስ ኣብ ልዕሊኦም ካብ ሽዑ ትሒዙ ኣብ ቤተ ክርስቲያን እዚ ትምህሮ ጳውሎስ ምእንቲ ክነተሓሕዞ ኢና ናብኡ ክንመፅእ ኢና ጳውሎስ ከመይ ይርድኦ ነይሩ ብዛዕባ መንፈስ ቅዱስ ኣብ ማእኸልና ኣብ ውሽጥና ኣብ ናብራና፣ ኣብ ኣካይዳና፣ ኣብ ኣገልግሎትና መንፈስ ቅዱስ ዘለዎ ግደ ከመይ ይርድኦ ነይሩ ኢልና ቅድሚ ምርኣይና ኢና እንትንክፎ ዘለና። እንታይ እዩ ኮይኑ? መንፈስ ቅዱስ እንታይ ኢሉ? ባፕቲዝም ወይ ከዓ ነይቲ ምምላእ ምምላእ እዚ ሕጂ ናህና ዶክትሪን እዩ። ፍልልየን ረኢኹም እንዲኹም ሓቀ ኣለና እንዲ ኩላህና መንፈስ ቅዱስ ወለና ግን ምልኣት መንፈስ ቅዱስ ዝበሃል ከ ኣሎ ባፕቲዝም ኢልዎ ዘሎ ሓቀ ናብኡ ኢና ሕጂ ስትረስ ንገብር ምክንያቱ ጳውሎስ ኣብ ግብረ ኣብ ኣብ ገላትያ እንታይ ኢልዎም ኣሎ መንፈስ ቅዱስ ብእምነት ዲኹም ተቐበልኩም ብግብርኹም ኢልዎም ምሽ ኣሎ ሕጂ እንታይ ዝብሎም ዘሎ ሂ ቶኪንግ ኣባውት እቲ ኤክስፒሪየንስ እቲ ብመንፈስ ቅዱስ ምምላእ ዝመፅእ ኤክስፒሪየንስ ብእምነት ዲኹም ተቐቢልኩም ስለዚ ደር ኢዝ ኣናዘር ኤክስፒሪየንስ እዩ ዝብል ዘሎ ካልእ ልምምድ ኣሎ ምምላእ መንፈስ ቅዱስ እንብሎ ይሰማል ፅቡቅ ምኽንያቱ ብዛዕባ እዚ ልምምድ እንድሕር ብግቡእ ዘይተረዲእናዮ፣ ጳውሎስ ከኣ ባዕሉ እንታይ ኢሉ ኣሎ ኣብ ዓሰርተ ክልተ ግብረ ኣብ ኣብ ቀዳማይ ቆሮንቶስ ዓሰርተ ክልተ ብዛዕባ ነገረ መንፈስ ቅዱስሲ ብዘይ ፍልጠት ክትኮኑ ኣይፈቱን እየ ኢሉ መንፈስ ቅዱስ እንታይ ከም ዝገብር ዘርዚሩ ኣሎ ሓቀይ ንምንታይ ከምኡ ዘድልዮ ዘሎ ምር ክርዳኣና ኣለዎ እንድሕር ዘይተረዳኣና ከም ከምኡ ይንነብር ኢና ሓቀይ ኣብ ካልኣይ ቆሮንቶስ እንታይ ኢሉ ኣሎ ንስኻትኩምስ ኣይትፈልጡን ዲኹም ኢልዎም ሓቀይ ኣይትፈልጡን ዲኹም እንታይ ማለት እዩ ኣይርድኣኩምን ድዩ ማለት ሓቂ ወይስ ኣይተነገረኩምን ድዩ ዶንት ዩ ኖ ዳት ኢሉ ዩ ኣር ደ ተምፕል ኦፍ ንስኻትኩም ቤት መቕደስ ሕጂ ረእይዎን ዘን ጥቕስታት እዚኣተን ለሚድናየን ኢና ግን እቲ ኢምፕሊኬሽን ናይዘን ጥቕስታት እንታይ ዘርእየና ንስኻትኩም ሲ ኣምላኽ ኣብ ውሽጥኹም ይነብር ኣሎ እዩ ዝብል ዘሎ ሆሊ ስፒሪት ዊዝን ኣሞንግ ተረዲእኹሞዶ ሓቀይ? ኣባኻትኩምን ኣብ ልዕሌኹምን ኣብ ማእከልኩምን በበይኑ እዩ እቲ ቃል ድሓረ እቲ ኢንድዌሊንግ ንሱ ኢና ንሪኦ ኣምላኽ መስገን እዚ ካብ በልና ግብረ ሃዋርያት ምዕራፍ ሓደ ሸሞንተ እንታይ ኢሉና ክወርድ እዩ መንፈስ ቅዱስ ሽዑ እንታይ ክትቅበሉ ኢኹም ኢሉ ኦኬ ነዚ ሓይሊ እዚ እንታይ ይመስል እዚ ሓይሊ እዚ ንሓይሊ እዚ እንታይ እዩ ዓቐኑ ማለተይስ ግምቱ ዱና መሲልዎ ኣሎ እዚ ማእለያ ዘይብሉ ሓቀይ ኣብ ካልኣይ ቆሮንጦስ ምዕራፍ ክልተ እንታይ ኢሉ እዚ ማእለያ ዘይብሉ ማእለያ ዘይብሉ ሓይሊ ኣምላኽ ኣብ ኣቕሓ መሬት ሕጂ ማእለያ ዘይብሉ ማለት እንታይ ማለት እዩ ትግርኛ ብምንታይ ብኪሎግራም ዶ ክንዕቅኖ ብቶን ዶ ክንዕቅኖ ኦኬ ወይስ ብምንታይ ንዕቅኖ ወይ ብፓወር ብናይ ኒክሌር ፓወር እንታይ ኢኻ ወይ ብሆርስ ፓወር ዶ ብምንታይ ክንዕቅኖ እዞም ማኪና እ ሆርስ ፓወር ክንዕቅኖ ክንደይ ማለት እዩ ሕጂ ማእለያ ዘይብሉ ሆርስ ፓወር ማለት ክንደይ ኣፍራስ ማለት እዩ ማኪና እዞም ማኪና ትዝውሩ ናይ ማኪና ሓይሊ ብሆርስ ፓወር እዩ ዝዕቀን ሓቀ 200 ሆርስ ፓወር ገለ እንዳተባህለ ምሽ እዚ ማእለያ ዘይብሉ ሓይሊ ኣምላኽ ኣብ ምንታይ? ኣብ ኣቕሓ መሬት። ኣየናይ እያ እታ ቐርሃ? ኣየናይ እተን ዕትሮ እያ እዛ ዕትሮ እዚኣ? ሶ ቅድሚ ናብ ምህሮ ጳውሎስ ምኻድና ክርድኣና ዘለዎ ንሕናሲ እዚ ቕሓ መሬት እዚሲ እንታይ ኮይኑ ኣሎ? ማሕደር እዚ ማእለያ ዘይብሉ ሓይሊ ኣምላኽ ከምኡ ዶ ይርዳኣና ፅብቕቲ እያ ሶ ፊቲንግ ድሕርዛ ትምህርቲ ከዓ ብዛዕባ እምነት ስለ ንመሃር እምነትና እንድሕር ከምኡ ዘይኮነ እዚ ማእለያ ዘይብሉ ሓይሊ ኣምላኽ ዶርማንት ድሕር ከምኡ ዘይተረዳእና ከምኡ ዘይኣመንና ከምኡ ርግፅነት እንድሕር ዘይብልና ኮይኑ ሓይሊ ኣምላኽ ኣበይ ኣሎ ኢልና እንድሕር ዘይተረዲእና ከምኡ ኢና ንነብር ከምኡ ኢና ንሓስብ ከምኡ ኢና ንነብር ነዚ ድማ እዩ ጳውሎስ ኢልዎም ኣይርድኣኩምን ድዩ ዘሎ መንፈስ ቅዱስ ምሳኻትኩም ኣሎ ዋ ዓቢ ጋሻ እንተለካ እኮ ኣዛርባኻን ኣካይዳኻን ትቕይር ከመይ ድዩ ምሽ ዓቢ ጋሻ እንተመጺካ ካይዳኻ ገለኻ ትቕይር ሓደ ግዜ እንዳ ሓትነይ ኣቦይ ወልደኣብ መጺኦም እምነት ስለ ዝነበሮ ኣቦይ ወልደኣብ ወልደ ማርያም መጺኦም በቃ እቲ ድሕሪ ናጽነት እዩ ከዓ ዋ እታ ገዛ እንታይ ምክብለኩም እየ መንደቕ ከይተረፈ ተሓፂቡ ክንደይ ምድላዋት ኩሉ ሰብ ን ፕሮፐር ኦርደር ክኾን ኣሎ ምክንያቱ ዓብ ጋሻ የማ ገሌና ንኣሽቱ ስለ ዝነበርና ገሊኦም ከዓ ዋይ ኣታ መፂኦም ነይሮም ገዛናስ ከመይ ዘየስተባሃልና ኣሎም እብሉ ለንቅነ ብገለ ዘኪርኒ ዓብ ጋሻ መፂኦም ተባሂሉ እዩ ትፈርሕ ኣካይዳኻ ትቕይሮ ከም ድላይካ ከም ቀደም ትዛረቦ ምስ ሕዋትካ ትፃረፍ ዲኻ ትፃረፍ ኣታ ጎዶ ትብል ዲኻ ኣይትብልና ዓብ ጋሻ መፂኡ ሕጂ ጳውሎስ ከር እቲ ማሕደር መንፈስ ቅዱስ ኢኹም ኢሉ ክዛረብ ከሎ the temple of the holy spirit ክብል ከሎ ሲ ወዓ እንታይ ይርዳእኩም ዘሎ ኣብዚ ቃሓመን ኣብ ደገ ከኣ እኮ ኣይኮነን ከይትሕብኡ ምሻለካ ርሕቕ ኢሉ ኣይኮነን ዘሎ ካብቲ ቤት መቕደስ ልሕቕ እንተልካስ ድላይካ ትገብር ኣብቲ ቅድስተ ቅዱሳን ኮንካ ከምኡ ይግበር ሕጂ ግን ንስኻትኩምስ ባዕልኹም ቅድስተ ቅዱሳን ኮንኩም ኣለኹም መንፈስ ቅዱስ ኣባኹም ከመይ ጌርኩም ደኣልኩም እሞ ከም ከምኡ ዘይኮንኩም ትነብሩ ኣምላኽ ከየማስወኩም ኢሉ ተጠንቁቕ ኢሉ ሓቀይ ስለዚ እዚ ኣንደርስታንዲንግ እዚ ጳውሎስ ካበይ ከም ዘምጽኦ ክንርድኦ ኣለና። ኣብ ግብሪ ሃዋርያት ኢንተርኣክት ዝገበረን ጳውሎስ ክንርኤን ኢና። ብጣዕሚ ብጣዕሚ ኢምፖርታንት ስለ ዝኾና ምክንያቱ ቅድሚ ናቱ ዶክትሪን ምርኣይና ሂዝ ኤክስፒሪየንስ ሎማዓንቲ ክንርኢ እደሊ። ምናልባት ገለ ጥቕስታት ክንርኢ ቅልጥፍ ቅልጥፍ ኢልኩም ኣብቲ ክትሕዝወን ዝደልየልኩም ግብረ ሃዋርያት ምዕራፍ ዓሰርተ እንታይ ትዝክሩ? እወ ቤት ሕጂ ቆርኔሌዎስ ኣህዛብ ድዩ? ሓቂ ሕጂ ሕጂ ሊሚቴሽን ናይ መንፈስ ቅዱስ ወይ ከዓ እቲ ምድሓን ባዕሉ ተወሰነ እዩ ዝመስሎም ነይሩ እቶም ዝደሓኑ ኣይሁድ ሕጂ ጴጥሮስ ምስ ከደ ወላ ጴጥሮስ እውን ከምኡ ይተረድኦም ሓቂ ኢት ሚንስ ዳርጋ ዓሰርተ ሓዲኦም ሲ ከምኡ እውን ምርዳእ ኣይነበሮምን ማለት እዩ ምክንያቱ ክገልጸሎም የድልዮ ነይሩ ጳውሎስ ሕጂ ጴጥሮስ ክገልጸሎም እንከሎ እንታይ ኢልዎም ኣቶም ኣሕዋትና ኢልዎም ወላ ምዕራፍ ዓሰርተ ሓሙሽተ ከደግማ ከሎ ነታ ታሪክ እንታይ ኢልዎ ንሕናስ ኣይፈለጥናን ኣነ ግን ከምዚኣ ኢሉ እግዚኣብሄር ተዛሪቡኒ መንፈስ ቅዱስ ተዛሪቡ ድሓር ከይድና ወንጌል ክንነግሮም ምስ ጀመርናስ ኢሉ መንፈስ ቅዱስ ከዓ ብኣቶም ወሪዱ ኢሉ ምስ ወረደ ዋእ ልክዕ ከምቲ ጎይታ ዝበለና ቅድሚ ሕጂ ከምቲ እቲ ብድሕረይ ዝመጽእሲ ብመንፈስ ቅዱስ ከጥምቀኩም እየ ዝበሎ ቃልሲ ኣብቶም ኣህዛብ ክፍጸም ከሎ ርእናዮ ኤቪደንስ ዳት እዞም ሰባት እዚኣቶም ከም ዝድሕኑ ንዓታቶም ከዓ ኣምላኽ ከም ዝዓደሎም ምድሓን ከዓ ከም ተዋህቦምሲ ጴጥሮስ መረጋገፂ ብምንታይ ረኺቡ መንፈስ ቅዱስ ተመሊኦም That is the significant እዚ ሕጂ ንኣህዛብ ወይ ከኣ ኣብ ታሪኽ ንድሕሪ ታሪኽ ቤተክርስትያን ጽቡቕ ጌርና ክነጽንዖ ፈቲና this is a crucial moment where the church in Jerusalem ኣብ የሩሳሌም ዝነበረት ማሕበርሲ መንፈስ ቅዱስ እንኮላይ ነህዛብ ከም ተዓደለ ወይ ከኣ ምድሓን ብየሱስ ክርስቶስ እንኮላይ ነህዛብ ማዕረ ከምቶም ኣይሁድ ከም ዝኾነ ዝረኣዩላ መዓልቲ እያ ከምኡ እዩ ዝብል ዘሎ ሓቂ that's the, the first evidence that ጉባኤ የሩሳሌም ሃዋርያት ተኣኪቦም ጴጥሮስ ከኣ መስኪሩ እታ ምስክርነቱ ግን ብምንታይ ገሊጽዋ ብምንታይ ክስታይ ገይርዋ ወይ ከኣ ማሕተም ወይ ከኣ ኤቪደንስ እንታይ ይምጽኡ መንፈስ ቅዱስ እንታይ ገይሩ ደሓር ሳቶም ተመሊኦም መንፈስ ቅዱስ ተመሊኦም እንታይ እዮም ገይሮም ይዶኖ ቃል ብቋንቋታት ድም ጸልዮም ተነብዮም ድም ሳምቲንግ ሃፐን ዳት ሳይን ናይ መንፈስ ቅዱስ ተራእዩ ኣሜን ዶ ብዛዕባ ጋሻ ነገር ኣይኮናን ብዛዕባና ኢና ክንዛረብ ኣምላኽ መስገን ኣብ ዓሰርተ ሓሙሽተ the same thing ጴጥሮስ ደጊምዎ ኣሎ ወይ ከኣ እቲ theological shift ናይ ናይታ ማሕበር ናይ ስነ መለኮት መርገጽ ናይታ ማሕበር ሲ ኣህዛብ ክድሕኑ ድዮም ዝብል ሲ ሽዑ ትራንስፎርም ኮይኑ ወይ ከኣ ተቐይሩ it's very very important ካልእ መንፈስ ቅዱስ እንታይ ክገብር ጀሚሩ ኣብ ልምምድ ናይ በዓል ጳውሎስ ኣብ ምዕራፍ 13 ግብረ ሃዋርያት ንጳውሎስን ንባርናባስን ንዕዮይ መን ከምኡ ኢሉ ይብለና? መንፈስ ቅዱስ። ሕጂ ከኣ ረእይዎ፣ ሮል ናይ መንፈስ ቅዱስ ከኣ ረእይዋ፣ ቁሩብ ፍልይ ኢላ ከኣ ሕጂ እንታይ ክገብር ጀሚሩ? ክዛረብ ጀሚሩ። ክዛረብ ጀሚሩ ኢነሰንስ ፓርቲኩላር ጋይዳንስ ምሽ ከምኡ ኢልዎም ክመርሓኩም እዩ ዝብል ተስፋ ምሽ ኣሎ የሱስ ተዛረቦም ሕጂ ልክዕ ክመርሕ ጀሚሩ ንጳውሎስን ንበርናባስን ሲ ንዕዮ ይፍለዩለይ ክኸዱ እዮም ክብል ጀሚሩ ከምኣ ኢሎም እዮም ኣቀሚጦማ። ሉቃስ ብከምኣ እዩ ጽሒፍዋ ዘሎ። መንፈስ ቅዱስ ድማ ንባርናባስን ንጳውሎስ ንሳውልን ንባርናባስን ፍለዩለይ ከም ዝበሎም ነገልግሎት ንዕዮ ክፈልጥ እዩ። ሕጂ ርኢኹም ኣለኹም እቲ ፓርትነርሺፕ ኣብታ ማሕበርሲ መንፈስ ቅዱስ ይመርሖም ከም ዘሎ ክመርሕ ጀሚሩ። the presence 16 ከዓ ረእዎ ዕብራውያት ዓሰርተ ሽዱሽተ ክሳብ ሽዱሽተ እስካዕ ሸውዓተ ከኣ ረኣይዎ ዕብራውያት ሽዱሽተ ዓሰርተ ሽዱሽተ ከኣ እንታይ ኢሉ መንፈስ የሱስ ድማ ዓገተና ኣቀ ከምኡ ኢሉ ዓጊትዎም ከይከዱ ኖ ኖ ናብኡ ከይትኸዱ ክብል ሕጂ ጳውሎስ ኣብ ምህርኡ ክንዲ ኢና ብዛዕባ ምምራሕ ክዛረብ እዩ ሓቂ ብመንፈስ ቅዱስ ምምራሕ ዝበሃል ብመንፈስ ቅዱስ ምንባር ዝበሃል፣ ብመንፈስ ቅዱስ ምምላእ ዝበሃል ክዛረብ እኒ ጳውሎስ፣ ቅድሚኡ ግና ጳውሎስ ንመንፈስ ቅዱስ ብምንታይ ዝፈልጦ? ክፈልዮ ከሎ ንዕዮ ሓቀ መሊሱ ከዓ ክኽልክሎ ከሎ ከዓ ሊትራሊ ሲኒየር ፓርትነር ኣብቲ ዕዮ ናይ ጳውሎስ ከም ዝኾነ ንመንፈስ ቅዱስ ንሪኦ ሓቀ good ቀጥታ ካብ መንፈስ ቅዱስ ክሰምዕ ቀጥታ ብመንፈስ ቅዱስ ክምርሑ እታ ማሕበር ክትምራሕ ከም ዝጀመረት ኢና ንሪኦ መንፈስ ቅዱስ መሪሕዎ እውን ነቲ ጠንቋሊ ሓቀ መንፈስ ቅዱስ ድማ መጺዎ ከለሊ ጀሚሩ ሓቀ ነቲ ጠንቋሊ ነቲ መን እዩ ዝበሃል ኤልማስ እቲ ዝበሃል ንዑ ከዓ ኣምላኽ መስገን ግብረ ሃዋርያት ምዕራፍ ትሽዓተ ጳውሎስ ዓዊሩ ምሽ ኮፍ ኢሉ ድሓር መን መፅዎ ሃናንያ መፅኡ ሓቂ ሽዑ እታ ሃናንያ እታ መጀመርያ ዝበላ ቃል ትፈልጥዋ ዲኹም እንታይ ኢልዎ እወ ዘሳር እወ ግን እንታይ ኢልዎ ሽዑ ኦ ሳወል ሓወይ ኣምላኽ ሲ ልኢኹኒ እንታይ ክገብረካ ክልተ ነገር ሓቂ እ ዓይንኻ ክትርኢን ካልኣይ ከ መንፈስ ቅዱስ ከኣ ክመልኣካ ናይ ጳውሎስ ስፔሻል እያ እታ ዝደሓነላ መዓልቲ እያ መንፈስ ቅዱስ ተመልዩ እንታይ ዝብሎ ዘሎ መንፈስ ቅዱስ ክመልኣካ ምክንያቱ እዚ ሕሩይ ኣቕሓይ እዩ ክልኣኽ እዩ ስለ ዝተባህለ ገና ክጅምር ከየበለዩ መንፈስ ቅዱስ ተመልዩ ናይ ጳውሎስ ኣንደርስታንዲንግ ብዛዕባ መንፈስ ቅዱስ ብጽቡቕ ገይሩ እቲ ዝብሎ ዘሎ ሲ ነይርዎ እዩ ዝዛረብ ዘሎ ነጊሮሞ ኣይኮነን ዝዛረብ ዘሎ እቲ ብዛዕባ ጳውሎስ እቲ ጳውሎስ ደሓር ንመንፈስ ቅዱስ ገሊጽዎ ዘሎ ኣብተን ደብዳቤታቱ ነይርዎ እዩ ተመልዩ ሽዑ ንሽዑ መንፈስ ቅዱስ መልኦ ብረሃዋርያት 13 ትሽዓተ ከዓኒ ንኤልሚያስ ንኤሊማስ መንፈስ ቅዱስ መሊእዎ ሲ ትኩር ኢሉ ጠመቶ እዩ ዝብለና ዋው እንድቲ ናይ ዲሰርንመንት መንፈስ ሕጂ ረእየዎ እሞኒ መንፈስ ቅዱስ ኣብ ጎኑ ዘሎ ዶ መስለኩም ወላ ውሽጡ ከም ኣብ ውሽጡ ከም ዘሎ ዶ ትረኣየኩም ኣሎ እቲ ተስፋ ኣምላኽ ንዓናስ እሱ እዩ እኮ እዩ ፖይንት ርኢኹሞ ኣለኹም እንድሕሪ ተረዲኡና ነዚ ቃል እዚ ከኣ ከም ቃል እግዚኣብሄር ከም ዘለዎ ብጥሪኡ ሓቀ ከየቃጠናዮ ምጅላሕ ዝበሃል ኣሎ ሓቀ ምጅላሕ ዝበሃል ቃል ኣላ ኢሎማ ብትግርኛ እንታይ እሞ ማይ ትውስኸሉ እንታይ ክኾነልካ በዝሓልካ ድሓር እንታይ ዝኸውን ማይ ምስ ተሓወሶ ግን ሕጂ ማይ እንዳሓወስናሉ እንዳወረደ እንዳኸደ ተቓጢኑ ተቓጢኑ ተቓጢኑ ሲ በቃ ኖርማል ድሓን ኖርማል ዝበሃል ነገር የለን ሰሚዕኹም ሩኻት ቅዱሳን ትሰምዑን ኣለኹም ቃል ኣምላኽ ስለ ዝዛረብ ዘለኹ እየ እምበረ ስቕ ኢለ ደፊረ ኣይኮንኩ ዛ ኖርማል ዝበሃል ነገር የለን መንፈስ ቅዱስ ክንዲዚ ማእለያ ዘይብሉ ሓይሊ ኣምላኽ ኣባኻ ይነብር ኣሎ እንዳተባሃልካ ኖርማል ዝበሃል ነገር የለን ኢት ኢዝ ኣብ ኖርማል ዳትስ ዋይ መጽሓፍ ቅዱስና መዓት ብዙሕ ኣብ ኖርማል ነገራት ጥራሕ ኢና ነንብብ ንምንታይ መሲልኩም ኣብ ኖርማል ነገር እዩ ተፈጺሙ ኣብ ህይወት እቲ ምሳና ዘሎ መንፈስ ቅዱስ ሲ ምሳኻትኩም ኣሎ ዓለም ኣይትሪኦን እያ ኢልዎም ጎይታ ዓለም ክትሪኦ ይትኽእልን እያ ተሰዕሎ ንስኻትኩም ግን እርዳእኩም እዩ ይብሎም ኣሎ ንምንታይ ከምኡ ኢሉ ተፃሒፉ ዘሎ መሲልኩም ምእንቲ ክርዳእና ኣምላኽ እኳ ውሽጥና ዘሎ ምእንቲ ክንብል ትኽ ኢሉ ጠሚትዎ ኤልምያስ ኣታ እኩይ ኢልዎ ሽዑ ኣኸሉ ጳውሎስ እኮ ኣይኮነን ጳውሎስ ወሪድዎ ይፈልጦን እዩ ተራኺቦም ኣይፈልጡን እዮም እዚ ታሪኹ ዝነገሮ ሰብ የለን ኢንፎርሜሽን ከምዚ ናይ ለብዘበን ኢንፎርሜሽን ተቐቢሎም ገለ ከምኡ ኣይኮነን ጠሚትዎ መን መን እዩ ዝጥምቶ ዘሎ መሲልኩም መንፈስ ቅዱስ ጳውሎስ ብዛዕባ መንፈስ ቅዱስ ምምራሕ ከም ዝመርሕ ጋይድ ከም ዝገብር፣ ከም ዝምህር፣ ከም ዝገንሕ፣ ከም ዝቑጣዕ፣ ከም ዝጉሂ፣ ከም ዝሕጎስ ክዛረብ እዩ። እዚ ግን ስቕ ኢሉ ዘምጽኦ ኣይኮነን፣ ኣብ ቃል ኣምላኽ ኣብ ህይወቱ ተመኪርዎ እዩ። ነተን ኣብ መወዳእታ ን ምዕራፍ ዕስራ ነተን ማሕበራት ኣደራ ክብለን ከሎ ትዝክርዎ? ምዕራፍ ዕስራ ግብረ ሃዋርያት እንታይ ኢልዎም መሲልኩም? ዕስራ ዕስራን ሸሞንተን ተንብባ ዶ? ሓድሽ ትርጉም ተንቢብናዮ ከኣ ዕስራ ዕስራን ሸሞንተን ከንብቦ የድሓነይ ካብ ዕስራን ሓሙሽተ ሕጂ ድማ እንሆ ንስኻትኩም ኩላኻትኩም እዞም መንግስቲ ኣምላኽ እናዘርኩም ዝሰበኽኩልኩም ደጊም ገጸይ ከምዘይትርእዩ እፈልጥ እየ ስለዚ ካብ ደም ኩልኻትኩም ንጹህ ምዃነይ ሎሚ መዓልቲ እምስክረልኩም ኣለኹም ጳውሎስ እዩ ይላበዎም ናይ ስንብታ ቃል ይዛረቦም ዘሎ ምኽንያቱ ኩሉ ፍቓድ ኣምላኽ ደኣ ነገርኩኹም እምበር ዘትረፍኩልኩም የብለይን ምስ በለ ሽዑ ኣብ ዕስራን ሸሞንተን ስለዚ ንርእስኹምን ነታ ብገዛእ ደሙ ዘጥረያ ቤተ ክርስትያንን ኣምላኽን ክትጓስዩ መንፈስ ቅዱስ ኤጲስቆጶሳት ገይሩ ኣብኣ ዝሸመኩም ኩሉ ሞጋሰ ሓልውዎ። ረኤኹም ኣለኹም ኣብተን ማሕበራት ኣገልገልቲ ዝሸሙ ዝነበሩ ንሳቶም እዮም በዓል ጳውሎስ በዓል ጢሞቴዎስ እዮም ምሽ ሓቀ ንሳቶም እዮም ነቲ ሹመት ግና ጳውሎስ ክገልጾ ከሎ እንታይ ኢልዎ ንሕና ኣይኮናን ብዛዕባና ንዓና ኣይኮንኩን ኣካውንተብል ትኾን ንሕና ኣይኮናን ሓቀ መን ኢልዎም እንታይ ገይሩኩም ኢሎም ፈሊኩም እንታይ ገይሩኩም ኢሎም ሸይሙኩም እንታይ ክትገብሩ ኢሎም ክትጓስዩ መን መንፈስ ቅዱስ ናይ ጳውሎስ ምርዳእ ረእይዎ ኣምላኽ እዩ ዋና ቤቱ እዩ ዝብል ዘሎ ንሱ እዩ ዝሸይም ንሱ እዩ ዝመርሕ ንሱ እዩ ዝኣሊ ንሱ እዩ ዝኽልክል እዩ ዝብሎም ተጠንቀቑ ዓይነት እያ ምሽ ሓቀይ ከምኣ እንዲ ኢልዎም ገይሩ ነቲ መጓሰ እንታይ ግበርዎ ሓልውዎ ምክንያቱ መንፈስ ቅዱስ እዩ ሸይምኩም ኣነ ምስ ኣልገስኩ ነቲ መጓሰ ኣነ ከልግስ እየ ይኸይድ እዩ ዘሎ ይሰናበቶም እዩ ዘሎ ኣነ ከልግስ እየ ምሳይ ምንም ኮኔክሽን የለን ፅባሕ ንጎ ኣካውንታብሊቲ ወይ ከዓ ንዓይ ኣይኮንኩምን ሓቂ ነቲ ሃዋርያ ጳውሎስ ጳውሎስ ከይመጽእ እሞ ገለ ከይርእየና ኣይኮነን ኖ ኖ ኖ መንፈስ ቅዱስ እዩ ኣብኡ ባይዘወይ ኣብዛ ምዕራፍ ዕስራ ኣብ ዕስራን ክልተን እንተሪኢኹማ ልዕል ኢልኩም ካልኣይ ግዜ መንፈስ ቅዱስ ተዛሪ ሕጂ ድማ እንሆ ኣብ የሩሳሌም እንታይ ከም ዝረኽበና ኣይፈልጥን እየ ብመንፈስ ቅዱስ ተደሪኸ ናብ የሩሳሌም ኸይድ ኣለኹ ኢሉ ጳውሎስ እንታይ ኢሉ ሕጂ ብመንፈስ ቅዱስ ተደሪኹ መቸስ መንፈስ ቅዱስ ካብ ሓደጋ ኣውጻእካ ደኣ እምበር ናብ ሓደጋ ኣየእትወካን እዩ ሓቀይ እዛ ተደሪኸ ይኸይድ ኣለኹ ናብ የሩሳሌም ግን እንታ ናብታ መወዳእቱ እዩ ዝኸይድ ዘሎ ጳውሎስ ሓቀ ግን ጳውሎስ እንታይ ኢልዋ ፍሉጥ እንድሕር ማኺሮሞ እዋ ኣንታ ጳውሎስ ከይትኸይድ ኣይርዳእካ እንዲ ዘሎ ክኣስሩኻ እዮም ክቐትሉኻ እዮም ክኾኑሽ ኖኖኖ ግን ብመንፈስ ቅዱስ ተደሪኹ ኸይድ እየ ኢሎም መንፈስ ቅዱስ ተደሪኸ ናብ የሩሳሌም እኸይድ ኣሎ እንታይ ትርድኣኩም እታ ቓል? ብመንፈስ ቅዱስ ተደሪኸ ናብ የሩሳሌም ይኸይድ ኣለኹ። እንታይ ትስምዓኩም ኣብቲ እዝኑ? እወ ተደፊኤ ሓቀ ኣየገደዶን ብሓይሊ ክስታይ የገበሮን ሓቀ እታ ድራኸ እንታይ ተስምዓኩም? ፑሽ መንፈስ ቅዱስ ይድርኸኒ ኣሎ። ድሓር ግን ኣብ ጳውሎስ እንታይ ይረኣየኩም? ምእዛዝ ኢኹም ትርእዩ ሓቀ መንፈስ ቅዱስ እንታይ ይገብር? ይድርኾ ኣሎ፣ ድፍእ ኣብሎ ኣሎ፣ ጳውሎስ ከኣ ናብቲ ዝተደፍኦ ይኸይድ ኣሎ። ገለና ክደፍኣና ከሎ ኖኖኖኖኖ ኢና ንብል፣ ወረ ንውጠጥ ሓቀ መንፈስ ቅዱስ ደሪኹንስ ናብ የሩሳሌም ይኸይድ ኣሎ። ጳውሎስ ኣብ ደብዳቤታቱ ክንሪኦ እንከለና ሕጂ ተመክርኡ ረእይዎ ሂኖውስ ብመንፈስ ቅዱስ ምምራሕ እፈልጥ እዩ ንመንፈስ ቅዱስ ምእዛዝ ይፈልጥ እዩ። ተኣዘዙ ክብለና ከሎ ፍርሁ ንጽህና ነቲ ብንጽህና ወይ ከዓ ነቲ ብቅድስና ምንባርሲ ምስ ምንታይ ኣታሒዝዎ መሲልኩም ተጠንቀቑ መንፈ ኣምላኽ ባዕሉ እዩ ዘሎ ባዕሉ ንሱ እዩ ዘሎ ኣብ ውሽጥኹም እሞ ተጠንቀቑ እዩ ኢሉ ዝዛረብ ኣሎ እዚ ምርድኡ ንጳውሎስ ሕጂ ተን ጽሑፋቱ ካበየናይ ምርዳእ ይመጽኣ ከም ዘለዋ ምእንቲ ክርዳኣና ኢለ ሎ ሎማዓንቲ ኣብ ግብሪ ሃዋርያት ናይ ጳውሎስ ተመክሮታት እንታይ ተጻሒፉ ኣሎ ሉቃስ እንታይ ጽሒፉ ኣሎ ንርኢ ዘለና ኣምላኽ መስገን። ግብሪ ሃዋርያት ዕስራን ሓደን ሓንሳእ ናይ መወዳእታ ኣንቢበ ብኣ ክንውዲ ኢና ዕስራን ሓደን ኣርባዕተ ኣብኣ ደሊና ኣብኣ ደሊና ደቀ መዛሙርቲ ረኸብና ኣርባዕተ እየ ዘንብ ዘለኹ ዕስራን ሓደን ኣርባዕተ ወይለይ ኣውፁባ መፅሓፍ ቅዱስ ኣውፂኹም ኣለኹም እወ እንታይ ደኣ ሓደ ገለገሌኹም ረኢኹኩም ሲ ሓድሽ ትርጉም ስ ክተባእሰለይ ኣብኣ ደሊና ደቀ መዛሙርቲ ረኸብና ምስኦም ከዓ ሸውዓተ መዓልቲ ቀነና ንሳቶም ድማ ብመንፈስ ተደሪኾም ንጳውሎስ ናብ የሩሳሌም ኣይትኺድ ኢሎም ነገርዎ እተን መዓልትታት'ያ እተን ምስ ኣሕለፍና ካብኣ ወጺእና ክንጎዓዝ ተበገስና። ኩሎም ድማ ምስ ኣንስቶምን ደቆምን ኮይኖም ክሳዕ ወጻኢ እታ ከተማ ኣፋነዉና። ኣብኣ ኣብ ገምገም ባሕሪ ተንበርኪኽና ኸኣ ጸለና። ደሓን ወዓሉ ተባሂልና ምስ ተፈላለና ንሕና ናብታ መርከብ ደየበና ንሳቶም ከኣ ገገዘኦም ተመልሱ ይብለና። ደሓር ኣብ ዓሰርተ ንኺድ። ሓያሎ መዓልቲ ምስ ገበርና ኣጋቦስ ዝስሙ ነብዪ ካብ ይሁዳ ወረደ። ናባና መጺኡ ኣብ ከኣ ንዕጣቕ ጳውሎስ ወሲዱ ኣእዳዉን ኣእጋሩን ብእኡ ኣሰረ እሞ ንዋና እዛ ዕጣቕ እዚኣ ኣይሁድ ኣብ የሩሳሌም ከምዚ ገይሮም ኣሲሮም ናብ ኢድ ኣህዛብ ኣሕሊፎም ክህብዎም እዮም ይብል መንፈስ ቅዱስ በለ። ኣሎ። እንድሕር ጽቡቕ ጌርኩም እዚ እዚ ሓድሽ ትርጉም ዘንበብኩሞ ሰሚዕኩሞሲ ተረዲእኩምዶ ኣብ ዕስራ እንታይ ኢለ መንፈስ ቅዱስ ደሪኹኒ ናብ የሩሳሌም ከይደ ድሓር እቶም ኣሕዋት ከኣ እንታይ መንፈስ ቅዱስ ደሪኽዎም እንታይ ኢሎም ኖ ኖ እንታይ ኢሎሞ ኣፋንየሞ እዮም ግን እንታይ ኢሎም ወፍቃሉ ኣምላኽ ኢሉ ግን ወሲኾምላ ኣለዎ መዛሙርቲ ረኸብና፣ ምስኦም ከኣ ሸውዓተ መዓልቲ ጳውሎስ ንየሩሳሌም ኣይትኺድ ኢሎም ነገርዎ። ሰሚዕኹሞ? ሕጂ ስምዑ፣ እንታይ መሲልኩም? ሕጂ ኣሰራርሓ ኣምላኽ እንዲ ኣምላኽ ከም ድላዩ ይገብር ማለት ኣይኮነን። ኣባና ምስ ኣተወሲ ንሕና እንዲና ንድርቶ ዘለና ከም ድላይና። እንታይ እዮም ዝብልዎ ዘሎ መሲልኩም? ልክዕ ከምታ ጴጥሮስ ዝበሎ እኳ ይባልህካ ምሽ ኢልዎን የሱስ ብዛዕባ እንታይ ድዩ ተዛሪብዎ ጎይታ ኣሕሊፎም ክህብዎ እዮም ኖኖ ባልኻ እምበር ኣሕልፍካስ ኣይትወሃብ ኣይትሙተና እምበር ሓቂ ሕጂ እዚኦም ከዓ እንታይ ይብልዎ ኣለዉ ጴጥሮስ ድዩ ጴጥሮስ እዩ ኣይትሙተና ኢሉ እዋ ምሽ እዋ እዚኦም ከዓ እንታይ እዮም ዝብሉ ዘሎ መሲልኩም እታ ትኸውንሲ ኦረዲ ሪኦማ መንፈስ ቅዱስ እንዲ ዘሪኽዎም ናበይ ከም ዝኸይድ ዘሎ ፈሊጦም እዚኣ ሓዳሽ ትምህርቲ እያ ዚኹም ፅቡቕቲ እያ ግን ስምዑዋ ኣሎ ኣለና ኣብቲ ድሕሪት በዓል ሮቢ ትርእዩኒ ኣለኹም ኦኬ መንፈስ ቅዱስ ንጳውሎስ እንታይ ኢልዎ ደሪኽዎ ኺድ ናብ የሩሳሌም ኢልዎ ናብ የሩሳሌም ግና በረኸት ኣይኮነን ዝፅበዮ ዘሎ እንታይ ዝፅበዮ ዘሎ ካልእ ነገር ሕጂ እዞም ደቂ መዛሙርቲ ድማ ምስ ረኸቡ ምስ ጸለዩ ደይ ከን ሲ ዳት እንታይ ይርእዩ ኣለዉ መከራ እዩ ዝጽበዮ ዘሎ ሕጂ ንሶም ኣይትኺድ እባ ኢሎሞ ግን ስቲል መንፈስ ቅዱስ ዘይረድኦም ኣሎ ኣጋቦስ ከኣ ከምኡ ኢልዎ ኣጋቦስ ከኣ እንታይ ኢልዎ እዚ ዋና እዛ መቐነት እዚኣ እንታይ ክኸውን እዩ ከምዚኣ ገይሮም ኣሲሮም ይሕሊፎም ክህብዎ እዮም እንጂ ናብቶም ደቀ መዛሙርቲ እዩ ዝኸይድ ዘሎ ግን ኣብኡ ይሕሊፉ ክወሃብ እዩ ክእሰር እዩ እዮም ዝብሉ ዘለዉ ጳውሎስ ከይዱ ዶ ተሪፉ እሞ ተግባባን በዚ የመንፈስ ቅዱስ ኣብዚ ዕዮ ኮሚኒኬሽን ተረዳዲእና እንታይ ዝኸውን ዘሎ ኢልኩም ትሓስቡ ኤግዛክትሊ ኤግዛክትሊ ኤግዛክትሊ ሕጂ ምስ መንፈስ ቅዱስ ኣብ ምጉዓዝ ምስኡ ክትኸይድ እንከለኻ ካብ ምርዳእ ናብ ምርዳእ እንዳኸድካ እንዳወሰኽካ ከም ትኸይድ ትሪኦ ጳውሎስሲ እዚ ኹሉ እንዳተነግሮ እንከሎ ግን ኦሬዲ ነታ ኦሪጂናል ነታ ኣሕሊፉ ከም ዝመውት ከም ዝኸይድ ኣብኣ መስዋእቲ ከም ትኸውን እታ ድምፂ ፅቡቕ ገይሩ ሰሚዕዋ ብድሕሪኡ ግን ምእዛዝ ዘይምእዛዙ ናቱ እያ እቲ ሓደ እቲ ዓሻ ነቢ ኣሎ ምሽ ኣብ ብሉይ ኪዳን ኣይትብላዕ ተባሂሉ ዝበልዐ ኣሎ ምሽ ሓቀ ታሪክ ነቢ መንእሰይ ነቢ ምን ታሪክ ነቢ ኣዳናጊርዎ ሓቂ ወዓሻ ነቢ እንደለ ብከም እየ እቲ ውሳኔ ናይ መን እዩ ናይ ጳውሎስ እዩ ስቲል እቲ ዝኸውን ዘሎ ዘሪኦ ዘሎ መንፈስ ቅዱስ ግና ሓቂ እዩ መከራ ለካ ማለት ኣይትኺድ ማለት ከይከውን ይኽእል እዩ ኣይኮነን ከዓ ኣብዛ ኬዝ እዚኣ ስቲል ከይዱ ንመንፈስ ቅዱስ ምስማዕ እሞ In spite of all ሕጂ ገሌና መንፈስ ቅዱስ ከድሕነናን ከህድመናን ከምልቖናን ጥራሕ እንድሕር ጌርና ንሓስቦ ኣሎና ኮይንና ከምኡ ኣይኮነን the experience ናይ ጳውሎስ ነዚ እዩ ወላ እውን ኣብቲ ኣብቲ ኣብቲ ጉዕዞ ምስ መንፈስ ቅዱስ ክንርኢ ከሎና እቲ ምእዛዝናሲ beyond our comfort እዩ ካብቲ ናህና ደሓን ንላዕሊ እዩ ትምእዛዝና ፍቃድ ኣምላኽ እዩ ሓቀይ ኣብ ቀዳማይ ቆሮንቶስ ምዕራፍ ክልተ እንታይ ኢሉና እቲ መንፈስ ኣብ ውሽጢ ዘሎስ እንታይ ይፈልጥ ኢሉ ፍቃድ ኣምላኽ ይፈልጥ ሓቀይ ሓሳብ ኣምላኽ ይፈልጦ እቲ ክኸውን ኣምላኽ ዝደልዮ ዘሎስ ይፈልጦ ሽዑ ብኡ ክትሓልፍ ከለኻ ግና ውሳነ ናይ መን እዩ ናትካ እዩ ስለዚ እዚ ቃል እዚ ባዕሉ እንታይ ይምህረና ሃዋርያ ጳውሎስ ዊዝ ኦል ትራይል እቲ ፈተናን መከራን ሽግርን ንመንፈስ ቅዱስ ምስማዕን ምእዛዝን ዝፈልጥ እዩ ነይሩ። ኣምላኽ ይመስገን። ኣብ መወዳእታ ካብ ሓንቲ ጽሕፍቲ ዝረኽብክዋ ክንብበልኩም እየ። In Acts, the Holy Spirit is Paul's constant companion.

ኣገ ብመንፈስ ተመሪሑ ብመንፈስ ተደሪኹ እቲ ዝደረኾ ይእዘዝ ከዓ ነይሩ ነቲ መንፈስ ዝእዘዝ እዩ ከዓ ብዙሓት ናይ እግዚኣብሔር ድምፂ ንሰምዕ ኢና ለንቅነ ብዛዕባ ትንቢት ዝብል ኣርእስቲ ይርኢ ነይረ ሰርች ገብር ነይረ ፅንዕ ነይረ ሲ ዝገርም እዩ እዚ ናይ እዛ ሓድሽ ኪዳን ዘሎ ናይ ትንቢት ክስታይ ዳርጋ ኩላህና ናይ ትንቢት መንፈስ ኣለና ዊ ሂር ንሰምዕ እኳ ኢና ወላ እኳ እዛ ኣክስታይ እኳ እንዲህ ኢላ የሰራዊት ጌታ እግዚኣብሄር እኳ ናይ ብሉይ ኪዳን እንድያ ናይ ሓድሽ ኪዳን እንተኾይና ኣይፈልጥን እንድ ኣዶኖ እንታይ ከም ትብሏ ናይ ብሉይ ኪዳን እያ ግን ንሳ ኣብ ሓድሽ ኪዳን ግና ንኹላህና እንዲ ዝዛረበና ኩልኹም ተነበዩ እንዲ ዝብል እታ ድራኸ ንኹላህና እያ ሓቀይ እታ ድራኸ ማለት እንታይ ማለት ካብ መንፈስ ቅዱስ ተደሪኽካ ምዝራ ማለት እዩ መንፈስ ቅዱስ ዝብለካ ነገር ዋዕ ከምዚ ይስማዓኒ ኣሎ ከምዚ ኸውን ኣሎ ንብሎ ሕጂ ብዙሕ ግዜ ድምፂ ኣምላኽ ንሰምዕ ኢና ብዙሕ ግዜ ድምፂ ኣምላኽ ኣይንእዘዝን ኢና ሓቀይ እዚኣ ንሰማማዕ ኣማን ብኣማን ብዙሕ ግዜ ድምፂ ኣምላኽ ንሰምዕ ኢና ንክንእዘዝ ስለ ዘይንእዘዝ ግና እቲ ድምፂ ኣምላኽ እውን እንዳሃሰሰና እዩ ዝኸ ምክንያቱ መንፈስ ቅዱስ ኣብ ውሽጥና ስለ ዘሎ ሕጂ እንድሕር ትእዘዝ ኮንካ እዩ ኩሉ ግዜ ዝዛረበካ ሓንሳእን ክልተ ሳብን ኣይትኽይድ እንዳበለካ እንድሕር ትኸይድ ኮንካ ድሕር ሳለስቲ መሊሱ ድሰይም ኣይብለካን እዩ ድሓር ስቕ ዝበለካ መስለካ ወይ ከኣ እቲ እቲ ሓራምሲ ዝተሓለለ ሓላል ኮይኑ ይስምዓካ ግን ን ኣይሓለለን ንመንፈስ ቅዱስ ምእዛዝ ኢና እስኪ ክንጽሊ ኢና ብዘለና ንተስእ